ተኻታቲላቶም ቨርብ ሳብጀክት ኣግሪመንት እየ ኣብዚ ስትረስ ትገብር ዘለኹ ተኻታቲላቶም ብዙሓት ሰባት ተኻታቲላቶም because this is past tense attended so ተኻታቲላቶም many people attended ብዙሓት ሰባት ተኻታቲላቶም ብዙሓት ከዋኽብቲ ብድምቀት በሪሃቶም

ብዙሓት መካይን ብዓውታ ቢፕ ኢላተን። Many cars honked loudly። ብዙሓት ዕምባባታት ጓጒማተን። Many flowers bloomed። ስለዚ ብዙሓት ንብል ስለ ዘለና ክንዝክሮ ዘለና እዚ ምስኡ ክሰማማዕ ክኸውን ኣይ ሚን ክሰማማዕ ክኽእል ኣለዎ። ብዙሓት ዕምባባታት ጓጒመን ክንብል ኣይግባኣናን እዩ እቲ ሚስተይክ ንገብሮ እሱ ብዙሓት ዕንባባታት ጎጊመን ብዙሓት ማካይን ብዓውታ ቢብ ኢለን ኢለን ንዓባይ ሰበይቲ እምበር ንብዙሓት ኣይመልክትን እዩ ጓጒመን ክንብል ከለና ንዓባይ ይቕሬታ ንዓባይ ሰበይቲ እምበር ንብዙሓት ኣይመልክትን እዩ ሶ ብዙሓት ዕንባባታት ጓጒማተን ሜኒ ፍላወርስ ብሉምድ ብዙሓት ኣዕሩኽ ተኣኪባቶም ብዙሓት ኣዕሩኽ ተኣኪባቶም፣ Many friends gathered። እቲ ኖርማል ጌጋ ንገብሮ ግን ተኣኪቦም ኢና ንበል። ኣቦይ መድሃኔ ኣብቲ ኣኼባ ተኣኪቦም። ተኣኪቦም እሶም ሓደ ዓቢ ሰብኣይ ተኣኪቦም ተኣኪባቶም ክንብል ኣለና ንብዙሓት ብዙሓት ኣዕሩኽ ተኣኪባቶም many friends gathered ብዙሓት ኣዕዋፍ ጫቕጫቕ ኢላተን ብዙሓት ብዙሓት ኣዕዋፍ ጫቕጫቕ ኢላተን many birds chirped

ብዙሓት ኣቝጽልቲ ረጊፋቶም ወይ ድማ ረጊፋተን ብዙሓት ኣቝጽልቲ ረጊፋቶም ወይ ረጊፋተን Many leaves fell ብዙሓት ማይላት ተጓዒዛቶም ሳቶም ብዙሓት ማይላት ተጓዒዛቶም ተጓዒዞም እንተይልና ንሓደ ዓቢ ሰባ ኢና ተጓዒዞም ንብል ዘለና ኣቦይ መድሃኔ ብዙሕ ማይላት ተጓዒዞም ንብሎም ኖ ብዙሕ ማይላት ተጓዒዞም ብብዙሓት ሰባት ንዛርብ ተለና ግን ብዙሓት ማይላት ተጓዒዛቶም ንብል ሜኒ ማይልስ ትራቨልን ብዙሓት ምርጫታት ኣለዉ ዘይኮነ ድማ ኣለውታ ብዙሓት ምርጫታት ኣለውታ ሲ ዘ ሬስት ወር ፓስተንስ እዮም እዚ ተጓዒዛቶም ረጊፋቶም ክንብል ከለና ፓስት ተንስ ኢና ንዛረብ ኔርና እዚኣ ግን ፓስት ተንስ ኣይኮነትን many options available so እዚኣ እንታይ ትኸውን ብዙሓት ምርጫታት ኣለዉ ዘይኮነ ኣለውታ ምርጫታት ንብል ስለ ዘለና ብዙሓት ቆልዑ ስሒቓቶም because this is past tense many children laughed ብዙሓት ጥፉሓት

Many games played so ደጋጊምኩም ረኣይወን ኢኹም ደጋጊምኩም ረኣይወን ሪቫይዝ ገይረ እየ መፅኤ ዘለኹ ብዚአን ደጋጊምኩም ረኣይወን እሞ ጥጥዕሙ ሰሰናዩ ንዓኻትኩም see you on my next video